ሰይ ሕጂ ሰብኣይ ኮንካ ኣያይካሲ ከምዚ ኢሉ ዝሕጎስ እዩ ንመድሃኒ ሕማቕ ምሂርካዮ እንዳበለ ብእምኒ ዘሳጉጎኒ ዘሎ ንኣይ ዘሕስበኒ ዘሎ ናይ መለ እዩ ጠኒሳ ኢልካ ኣሎ ዘረባ ዋይ ዋይ እንታ እንታ መድሃኒ ክንዲ ሰብ ኣኺልካሲ ዝኽጠፋካ ነብሳ ረኺብካ ዳ እንታይ ደሊኻ ኣንታ ጸጋይ ጠኒሳ እኳ እዩ ዝብለካ ዘሎ ቀብ ትበል ካብለካ ኣለኹ ዋይ መለይ ከረኺብካዮ ዶ መዋንሳ ተሕምቐካኒ ክጥሕረካ ኣይ ኣብቲ እንዳሓሰሮም ጸኒሓትኒ መዓልክ እንተልክዋ እንኳዕ ኣይትረእያ ገፍገፍ ኢላ ሰብ ኮይነ እኳ ኣይተሰማዕኽዋን ምስኪነይቲ ደሓን ደሓ ኩለን ግራዙት ፈለማ ከምኣየ ደሓር ግን ተመርዐን ኣብ ንእዲ ምስ ደየባ መድሃኒ ሓወይ ጸጋ ሓወይ እናበለት ካብዛ ነብስኻ ፍልይ ኣይትብል ይበሎ ይበሎ ሕጂሲ ከመይ ከመይ ክኸውን እኳ እዩ ደሕስበኒ ዘሎ መድሓኒ ዋ ተጣዒስካ ዲኻ እሞ ኣንታ ጸጋይ ሓወይ ብሓደ ክንረኽባ እሞ እንታይ እዩ ሓሳብኪ እንታይ ክንገብር ክንብላ ክንላዘባ ዋዋዋዋ ንሓይ ተሪኣ ዳኣ ናብ ነብረ ክትቅየር ኣንታ መድሃኒ ሓወይ እዚ ኩሉ ሒዝናያ ክንመጽእ ከለና ክንፍንዋ እንታይ ዳ ኢላትኒ እንታይ ኢላትካ ምስኪነይቲ ብሕርቃ እንተነፊሓ ዝነበረ እዚ ኩሉ ወሪድኒ ዘሎ ብሰንክኻ እዩ እምበር ንመድሃኒሲ በዘን ስናነይ ገይረ ይመቕረብክዎን ደሓን መዓልትኻ ተጽበ ኢላትኒ ኣነ ከዓ በዛ ልበይ እንኳን ነይ ኮንኪ በቲ ዝገበርካያ ተሓጒሰ ስለ ዝነበርኩ መለስኩላ እኳ በል ከምኡ ኮይኑ ኣሎ ወይ ሓብታይ ቅብቅብ ባር ኣቢልካያ ስማዕ እስኪ ኣታ መድሓኒ ሓዊ ትጥንስሶ ፅብቕላ ዶ ኣንታ ትፃወት ዲኻ ዘለኻ ኣንታ ጠኒሻ እኳ እዩ ዝብለካ ዘለኹ ቁሩብ ዶ ትሓስብ ተመናኒ ዋ ተጣዕሽካ ዲኻ ሲላ እምበር ከብደይ ትበልዓኒ ሚስኪነይቲ ካብ ገዛ ናብ ቅርዓት ምውፃእ ኣብያ ኣብታ ገዛ ምስ ተኾርመየት ጎራዝቲ ዓድኻ በታ ኣፍኣፍየታ ክሓልፋ ከለዋ ክጎጢኣ ከለዋ ሲ ተሕዝነኒ ሚስኪነይቲ ደሓን ደሓን እዚ ደኣ ንቡር እንዲ እንታ በልሓኒ ወረዳስ ምስ ተኸልኩም ዒደረ መሊኡ እዩ ከምዚ ኢላሲ ሰብ ትኸውን ኮይና እውን ኣይስምዓንን እያ ኣንታ ሕጂ ከም ዝበለሲ ኣብቲ ሓዳር ምስ ኣተኻስ ከመይ ይኸውን ወደይ ዋ እንታይ ማለትካ እዩ ተመለትከይ ከመይ እዩ ዝኽወኖ ስማዕ መድሃኔ ሓንሳብ ነቲ ሓጢኣት ኣቲኻያ ኢኻ ካልኣይ ግዜ ጌጋ ክትገብር ኣይትኽእልን ኢኻን ትምርዓዋ ኣኸለ እዋ እንታይ ኣነስ ወደይ በዚኣ ገይረ ዋላ ናብታ ሞይ ክሃድም ተዘይኮይነ ናብታ ሞይ ክሃድም
ኣንታ ሕጂ ባይበት ክዝበሃለልካ ስማዕ መድሃኔ ኣነ ካብ ድሕሬኻ እንታይ እዩ ዝኽውኖ ከመይ ቢለይ ብዛ ዓደይ ክቐውም ለካ ኣለኹ ጸጋይ ንስኻ ንእታ ከይትኸውን ንስኻ ንእታ ከይትኸውን እወ እታ ከይትኸውን ንዓኻ ደይ ኮንኩን ኣጆኻ ኣጆኻ እናበልኩ ኣብዚ ኩሉ ጸገመት ኢኻኒ ዘለኻ ድሓር ሰሚዕኻ ኣለኻ እዛ ሓሳብ እዚኣ ተቋርፃ ንዓይ ስንዒ ዋላ ዋላ ዋላ ዋላ ይተበርሀኒ ዘሎ ስምዓኒ መድሓኒ እዚ ነገር እዚ ምስ ትውዕሎ ንሓዋር ወዲ ሓወቦይ ኣይኮንካን እብለካ ኣለኹ ሰሚዕኻ ኣለኻ ነዛ ዓዲ እዚኣ ኸዓ ዳግማይ ኣይቅቀላን እየ ዓኸበ
ኣታ እንታይ ማለት እዩ ወደይ ኣንታ ኩሉሲ ናባይ እምበር ኩሉ ሽግርስ ናባይ ይጥቕለል ኣያ መድሃነ ርኻብ መከራ ኣብ ዓዲ ትረክብ መከራ እ ኣብ በረኻ ትረክብ መከራ ብኹሉ መከራ እዋይ ወዲ ሓወቦይ ኣይጥዓኻን ደስ ኣይበለንን ዘረባኻ
ወይ ኣነ ኣንስ ጊላይ ኣነስ እምበር ብሰንኪ ጓለይ ሕርኩም ትር ኢለ ዶ ኣለኹ ንዓኽስ ታይ ዶ ከፊእኪ እዩ ዳዕሮ ትመስሊ ዘለኺ እ ኣቲ እታ ጓልኪ ተኾነት ርኢ ክለኺ ተፋቲሓ ምምፃኣ ዘሕጎሳ መስል ኣሎ ዶ ደሓን በል ኣብ ጸገም ኢኻ ደለኻ እንታይ እሞ ክብለኩም እየ። ታይ ማለትኪ?
ትብሎ ደለኻ ርድኣካ ድዩ? እንተ ኹንኩም ዲኹም ላዕልን ታሕትን ትብሉ ደለኹም? ኣቱም ጉዳመኛታት ኣነ ደኣ ኣሻዐይለው ቆብ እኳ ኣቢለ እየ ግን ጥርሃ ልቢ ብላን ስለ ትብሉ ስኽ ኢለ። ኣይ እወ ኑቲ ሕውነትኩም ሕምነት ወሲኹም ተደልደልኩሞ ደኣ እንታይ ድዕንቅጸኩም ዝነበረ? እስኻ ከ እንታይ ምስ ገደሸካ ኢኻ ካብ መጀመርያ ነዚ ቆልዓ ንኸሰተ ህብ ኣቢልካ ዓሪፍካ ተትኾን ኔርካ ኣብዛ ኩላ መከራይ ምተሸመምካን። እሞ ኸሰተ ነድሓነት ፈሪሑሲ ኣቅብጭኒ። ወይ ዝንጭዋ ክልተ ዓንኬል ካብ ፈለማ እኮ ኣነ ክመጽእ ከለኹ ይሃድም እዩ ነይሩ ጉዱ ከየውጽኦ እምበር ሃንስ ሓወይ ክትሕጎስ ነድሓነት ግና ሓቢል እያ ኣይ ንጥዑያት ዘይሰምዐትሲ ንጽሉላት ሰሚዓ ዘገርም ወረ ገና ኣብ ባይታ ዓድና ኮፍ ኢለ ከምዚኣ ኢለ ከናባብረኩም እየ ገዘይ ክትብሉ ኣብኣ ተጨፍሊቕኩም ክትነብሩ
ኣቲ ኣቲ ክንደይ ትሓስሚ ኢኺ ዋይ ኣታ ኣዚ ስጥ ንሓርካ እዛ ቆልዓ ጠኒሻ ኣላ ምስ ዮሴፍ ሕውስ ኣቢልኩም ርድእዋ መሳቕ ጎራዙ ዝዓዲ ከይትገብሯ ጠኒሻ እባ ንኣጋባ ቅብቅብ ኣቢልዋ ኣታ ቁሩብ ስቆረኩም ዶ እሱ ወጠኩም ዶ ቁሩብ ንዕ መጉረፍ እዛ ቆልዓ ሓፊራ ኣድንን ድንን ትብል ደላ እሞ ፅንሕ እስከ ምስ ርግበ ክላዘብ ወይ እዛ ወደይ ኣደ ዋልድ ኢኺ ክብላ ኢለ ተኸድኩ ምስ ደቂ ኮይና ሕሕዳ ሰው ይጋትኒ ዋይ ኣንቲ ፅንሕ እስከ ክላዘብ እዋይ ኣብ ርእሲ ርእሲ ፀገም ኣነ ናይ የሴፍን መድሃኔን እንተበልኩሲ ጠኒሻ ኢልካ ዘረባ ኣሎ ኣንታ ስምዓኒ እዛ ቆልዓ ሕቕቕ ትብል ሓላፍ መንገዲ እዩ ሰምዓ ደሎ ግደፉ ግደፉ ግደፉ ግደፉ ዘቆልዓ ኣብ መታ ግበሩ መራሒ ናይ ደሓ እሞ እታ ሃንስ ሓወይ ናይታ ጓለይ ከታ ይኹን ንዕማ ኣባ በጃኹም ናብቲ ዓዲ እንዳሕማ ኺዱለይ ወይ ኣነ ናይ ጓለይ ከይገበርኩባ ብዛዕባ ዓዲ ሃገር ዛረብ ኣለኹ እሓፍርኒ ከኣ ጠኒሻ ድያ ይብለኒ ቅብቅብ ኢላ ወ እዋ
ኣንታይ ዮሴፍ ሓወይ ንዓይ ዘይትርኢ እንታይ ኢኻ ስቕ ትብል ዘለኻ ነይ ሚሉ ሓሳብ በዚሕና ኣነ ሓሳብ ኮይንና ኣሎ ኦኬ ኣነ ጸገም ረኺበ ኣለኹ። ዬሴፍ ሓወይ መዓር ኣፉ ሰሓቅካ ተሪፉ ጸወታኻ ተሪፉ ኩራኻ ኣውጽእ ኣፉ ቃንዛ ጉደፍ ጓሂ እዩ ትርፉ።
ነይ ሚሉ ሕጂ ኩሉ ከምኡ ኮይኑ ኦኬ እ ሚሉ ሕጂ ኣነ ሕማቅ ኣለኹ ኦኬ ክበኣስ ደለ ኣለኹ እ ክበኪ ደለ ኣለኹ። እሞ ምሳይ እንዶ ተባኣስ ሽዑ ተተንፍስ ብጃኻ ወላ ምሳይ ተባኣስ። ነይ ሚሉ ንስኺ ንስኺ ንምንታይ ይበኣስ ምሳኺ ንስኺ ንዓይ ሓፍተይ ኢኺ ኦኬ ንስኺ ንዓይ ሳንዳይ ኢኺ ኣነ ንዓኺ ይፎቱ። እሞ እታ ትፈትዋ ዝነበርካ መለይ እኮ እያ ሓፍትኻ ኮይና እም ዕድለኛ ኢኻ ክትምርዓዋ ትሓስብ ኔርካሲ ሕጂ ሓፍትኻ ኮይና። ያ ሚሉ ክሪኣ ደልየ ኦኬ እ ንዓይ እንታይ ትብለኒ እ ፈትያትና ኣላ ዋላ ትጸልኣኒ ኣይፈለጥኩን ኣብ በረኻ ኔራ መጺኣ ኣይረኸብኩዋን እንታይ ትብለኒ ኣይፈለጥኩን። ዋ እሞ ንዓናይ እንዶ በታ ኣፋፈይት ገዛ ኣሕልፍ ንበል። ነይ ሽዑ ኣደይ ኣድሓነት ንዓይ ትረኽበኒ ነይ ኣይ ኣይ ኣይከውን እዩ። ዋይ ሕጂ ደኣ ኣደይ እኮ ኢኻ ክትብላ። ነይ ነይ ሚሉ ኦኬ እ ንዓይ ኣደይ ኣይኮነትን ኣደይ ንዓይ ኣብ ኣሜሪካ ኣላ ኦኬ ኣብዚ ኣደይ ንዓይ ርግበ እያ ዳስ ኢት። እዋይ ጉዳም ሓወይ ዝነበርካሲ ሕጂ ወዲ ከሰ ተኾንካ እዋይ። ነይ ሚሉ ኣነ ንዓኺ ይፈልጥ ኦኬ ኣነ ንዓኺ ይፈቱ እስኺ ኢኺ ሓፍተይ ንዓይ ኦኬ። ሕጂ ንዓናይ እሞ ንመለይ ክንረኽባ ካብ ኮፍ ትብል ድማ ትንቀሳቐስ እዚ ርጉም ጸጋይ ወዲ ሓወቦይ ድማ መጽ ይበሃል ኣሎ ካብ ደንበ ያ እሱ ርጉም እዩ ኦኬ ንዓይ ምስ መድሃኒ ሓወይ ኮይኑ ከም ጸጋ ሓፍተይ ይጸልኣኒ ኦኬ ሕጂ እሱ ይሕጎስ ሓቦቦይ ጀናይ ይሕጎስ ይተሓጎሱ ሕጂ ኣነ ወዲ ሃንስ'የ እም ወዲ ከሰት ኣይኮንኩን ኢልካ ኣቕብጽ ኣብሎ። ኣነ ድማ ነቦይ ኣብቲ ኣብ ብርኪ ወዲቐ ኣቦይ ኣብ ብጀኻ ኣንታ ኣቦይ ብጀኻ ኢለ ልምን ከብለይ። ነይ ነይ ሚሉ ሕጂ ከምኡ የለን ኦኬ ኣነ ንኣያ ከሰተ ይጸርፎ ነይረ ሕጂ እንታይ ኮይኑ ኣቦይ ኮይኑ ንዓይ ኦኬ ኣያ ሃንስ ይፈትዎ ነይረ እንታይ ኮይኑ ዓርኪ ኣቦይ ኮይኑ ኣሞይ እንታይ ኮይና ሓሪቓ በኺያ ኣስመራ ከይዳ ምስ ኣቦይ ተብእሻ በዲልካኒ ኢኻ ሓወይ ኣይኮንኳን ድሕሪ እዛ ሕጂ ገጽካን ምጽማጽካን ክርእየካ ኣይደልን ኢላቶ ገዲፋቶ ፓው ኢላ ከይዳ። ኦኬ ሕጂ ንመለይ ነጊሮም ዋላ እንታይ? ዋይ ኩሉ ዓድና እንድዩ ሰሚዑ ምሽክለይት ንሳ ውን በዓል መድሃኔ ሓወይ ኣጒሄማ እዩ። ነይ ነይ ሚሉ ሕጂ እንታይ ትገብሪ ኦኬ ንዓይ ንመለይ ክልቴና ጸገም ረኺብና ኣለና ወየ ወየ ማሰ ኢልኪ ንዓና ተልቅስልና ኦኬ ኣልቅስልና።
ከመይ ኢኹም ክልተ ኣሕዋት ንመርዓ ሓሲብኩም ብጊሓት ጸገም መጺትኩም ብጸልማት። ከመይ ኢኹም ክልተ ኣሕዋት መንቀልኩምኒ ፍቕሪ ሸሓት የዒንተይ መሊእኹሞ ንብዓት ረዳኢ ዘይብለይ ኣብ ቅርዓት ንዓይ ዶ እዚ ኹሉ ስቅያት። ነይ ነይ ሚሉ እስኺ ንዓይ ሓፍተይ ኢኺ ኦኬ ኣነ ንዓኺ ይፎትወኪ ኩሉ ኣርኢኽኒ ደንበ ወሲድክኒ ኩሉ ኣርኢኽኒ ኦኬ ኣነ ንዓኺ ይፎትየ ኦኬ ዳትስ ኢት። ንዓናይ ደኣ መለይ ተዓዊታ እያ ሓዋ ኹንካ በዓል ሸዊት ዝበሃል ኣኸ ኣሎ ጽቡቕ ኣተሓትካ።

እሞ ሓቀን እየን ፅራ ኣዋይ
ርግበይ ወይለኮ ጉድ መፅያኒ
ርግበይ የይ ንዕስከይ እንታይ ሂዳ ንስኺ ስባ ለመና ኣይትድለይሉ ይህን ኢልክ ስምዕኒ እንታይ ስማዕ ዘረባ ኣለኩም ልብና ድሕቢጥኩሞ የለኹምን በሊ ንሱ ጽንሓልኪ መለይ ጓል ከሰተ ጠኒሻ በሃል ኣሎ እሞ ወድኹም ሕተቱ ወይለይ ትፈልጢ ነይርኪ ዲኺ መን ነጊርኒ እየ ድፈልጥ ንዓይ ደኣ ኩሉ ደይኮነ እንድሕበኣኒ ደሎ በሊ ደሓን እዚ ቆልዓ ይምጻእ እሞ እ፣ ናይ ውሉድን ወላድን ጌርና ክነዕልል እዚ እውን ደይሕባእ ኮይኑኩም እዩ እምበር ምሓባእኩሞ ኣቲ ንሱ ይጽንሓልኪ እዚ ቆልዓ ይምጻእ እሞ እብለኪ ኣለኹ ዝፈልጦ ተልይዎ ክንሓቶ ብድሕሪኡ ነያ ገዛኢ ሒዝና ንኸሰተ መለይ ጓልካ ሃበኒ ክብሎ ፈለማ ናይ የሴፍ ጠርሹ እዚ ቆልዓ ለይትን መዓልትን እህ ክብል ዝሓድር ዘሎ ንወለዱ ረኺብኩም ንዓዱ ስደድዎ ኣዋይ ኣቲ ምስ ገዛኢ ናብ ኣድሓነት ከይድና ነይርና ኢና ዕረ እናጠዓማ ሕራይ ክቕበሎ ኢላትና እንታይ መዓር ፅገና ኮይን ዳሞ ሃንጎፋ ኢላ ክትቅበለኩም ተበዲለን እምበር እየን እሰን ኮይነን እየን እምበር ኣነ ተትኸውን ዶ ምተቐበልኩወ በሊ ሕራይ እንተኢሎምና ሲ ከይሓረሰት ከላ መርዓ ክንቆፅር ድላይኩም ግበሩ።
ኣይ ጸፋዕ ጸፋዕ ንዓይ ኣይጠቐመን።
ወይዛ ዳዕሮየ በዓልቲ ግርማ ትለምልመለየ ከም ቀደማ
ኣታ ከም እስከ ናይ ቀደማ ኣደን ጓል ንበል እንታይ ኸሱ
እንታይ ድሕቕቕ ዘብለኪ ዘሎ ናይ ከብዲ ጌርክልኺ ኣቲ ደኸብዶ ይሓዊ ዝረኣኒ ዘሎ ንስኺ ድኣ ኣየናይ ኢልክዮ ኣደይ ጉዐይ ከይተረፈት ናይ ከብዲ ገይራ ኣላ ኢልካኒ ኣነ ከዓ ዕዘበኪ ኣለኹ ሓይመይ ጣዕኹም ክዲ ድኣ እዚ ዶ ንዓይ ጠፊእኒ ብኣይ ዝሓለፈ ወይ ኣነ ኣትደኹም ይኮነን ሓቂ ንገርኒ ወዲ ሃንስ ነብስኽ ረኺብክ ዘይረኸበክን ንገርኒ
ኣቲ ዘይውርዝቲ እንታይ ዳዕሕቅ ዕብረክ ዘሎ

ወይ ኣነ ኣንቲ እምበኣር ፀገም ጠቕሊሉ እዩ ገዛ ይኣትዩ እዋይ ጉዳ
ናይ ዝጋሻ ቆልዓ ነገር ጠርሽኩም ተላይ ቆልዓ ዝግበር ግብሩ እዋይ ጉዳ ባዕለ ሸዓይ ለኸይ ዕድል ኣባ ንንፋስ ሂበያ ከብዳ ከይተፈልጠ ከሎ እታ ዝግበር ግብሩ እዋይ ጓለይ እዋይ ጓለይ በሊ ንያ ገዛ ክነግሮ እሞ ንሃንስ ክሒዝካ ውሰዳ በሎ ክብሎ ወዲ ሃንስ ስኒ መን እየ ጓለይ እዚ ምሽቲ መውዓልቲ ናፁ ተዋሪድኩም ኣዋሪድኩምኒ ንዓይ ድኣ ትስዕልክን እንዲኺ ይስቀለኩም ወይ ክወስዋ ከሎ ደድሕሪ ኣኺልኩም ተትኾኑ እዚ ኩሉ ይመመፀ ጓለይ ዘድሕና ስኢና ኣንቲ ናይ ሕጂ እንደ ግበሪ ባይቶ ዶ ወብልዎም ዓዲ ትፍረዶም እዚ ሕሉስ ወዲ ሃንስ ጓለይ ምርዓዋን እዩ ብኹሉ እንዲኺ ድኣ ገዚትክኒ እወ ናይ ወድኹም ክቕበለኩም ተኾይነ ናይ ጓለይ ግበሩ ወዲ ሃንስ ጢው ጢው ኣብልዎ
መለይ ጓለይ መለይ

ክትገብር መፅኻ ተቕሮ ሰይጣን እንታይ ክገብር ዋ ዓይኒ ዓሚትካ በረኻ ስፍርካ መሲ ሕጂ እንታይ ክትገብር መፅኻ በል ደስ ዝበልካ ንዕንዶ ኮፍ ኢልና ንላዘብ ኣብ መትካ ክገብር እየ ደልየ እንታይ መላዝብ እንተይኮንካ ኣቱም ርጉማ ደቂ ጊላይ መስሓ ዓድን ጎራዙን ጌርኩም ንሲ ሕጂ ከም ጥዑይ ኣደሃየ ክትገብሩ መፂኹም ኣንቲ በል ንዕባ ክውሉ ኢልና ክንላዘብ ተኣለየለይ እብለካ ኣለኹ ደመይ ከይተፍልሓለይ ኪዲ ወዲ ሓው ብኸም መለይ ጠኒሻ ኣላልካ ንገሮ ኣቲ መለይ ንሱስ ፈሊጥዎ እዩ በል ኪድ ኣቦይ ከይርእየካ ኣቲ መለይ ንዕባ ክውሉ ኢልና ክንላዘብ ተኣለየለይ ረሓቐለይ እብለካ ኣለኹ ስምዕኒ ጌሓ ደንበ ክኸይድ ስለ ዝኾንኩ ንዕርጊ ኢልና ኮፍ ኢልና ንላዘብ ኪድ ምስ ወዲ ሓውካ ተላዘብ። እሞ ትመለይ ስድራ ዶ ክንልእኸልኪ? ኣይ! እወ ስምዕኒ ንመድሃኔ ክትምርዓዋ ኢኻ ኢለዮ ንስድራ ንገር ኢለዮ ሕራይ ኢሉኒ ሻዕ ኢልኩም ትምርዓዉ። ዋእ ኣንታ ጠቢሰ እኮ እየ ዝብለካ ዘለኹ ንዓይ እንዶ ከይዲ ግዳኻ ምስ ኣወቦታትካ እናቦኻ ተማኸር። ኣንታ እዛ ቆልዓ ድኣ ተበዲላ እንድያ። ኣንቲ በለይ ንዕባ ክውል ኢልና ንላዘብ ተለለሊኻ ተለሊኻ ክትፈግኒ እትመሓካወ እንታይ ኢኻ ንስኻ ሰይጣን ስምዒ ፅባሕ ንጎ ከምዚ ገይሮም ንኸይትብሊ መፅኤኪ ኣለኹ መድሃኒያ ሕማቕ ኣላ ኣጆኺ በላ ኢልኒ ናብዛ ጥቓይ ከይትቕርቡ ብለኩም ኣለኹ ኪዱ ኪዱ ከይተፀረቡኒ ኪዱ ሰይጣን ኣየርዳእዚኣ
ትለምልመለየ ኸም ቀደማ ኣታ ኸም ቀደማ
ኣትዳ እዛ ገዛና ገዛ ስሓቕ ዝነበረሲ ካብ ንጎሆ ዓሲልዋ
እንታይ እሞ ክንብል ኢና ናይ ኣቦ ከይኣኽለና ናይ መድሃኒ ከ ዝገደደ መፂና ርብቃ ሓፍተይ ከኣ ብኽይ ኣቢላ ናይ ዮሴፍ ክትነግረኒ ከላ፣ ድሕሪ እዛ ሕጂ ተንከስ ኢላ ካብ ደንበ ዓዲ ኣቱኒ ኢላትኒ። እህ!
መውጽኢ ኣፍ'ባ ኮይና ዓዲ ከንፈራ ክትርምጥጠልና ትውዕል ኣላ። ኣቲ ናይ ሕጂ ገዲድ ኣሎ ናይ ሕጂ ገደደ። ሞት እደይ!
መን እይ እንድሕር ጠኒሳ ኣላሲ ምስ መድሃኔ ዘይንመርዖ። ዋይ
እዛ መድሃኔ ትብል ሽምሲ ነባት ነብሰይ ነጊረ ዶ ክቅይራ ዋ ሃያ ባዕልና እንተ ሓሽኽሹኽ ምሽ ክትብላ ዝጸኒሕኽን ኮሊፈክን እንደ ስቕ ኢልክን ዳ እሞ ከደልክ እንዶ ሓመድ ትገብራኒ ኮፍ በል
ወይለ በትኪ ከምኡ ከለዎ ድዩ ወይለ ከዛ ኣደይ ኣንቲ እዚ ናይ የሴፍ መዓት ግዲ ናባይ ከተውርድለይ ደሊኺ ኢኺ ዋይ ኣንታ ናይ ብሓቂ ድዳ ኣላ ተራይካ ኣተ ንስኽሲ ናብታ ደንበ ክዳ ኺዲ ኣንቲ እዚኣ እኳ ቀያሕ ጸልማት ኩዕ ነዛ ገዛ ክዲናታ ዘላ ኣንታ ኣንታ ቀያሕ ጸላም ዝኾነት ቆልዓ ድፍጠረካ እዩ ወደይ ኩሉ ግዜ ሓንቲ መዓልቲ ገጽ ክኸየብራኽያ ስምዕ ኣስከ መለይ ጠንሻ በሃል ኣሎ ሰሚዕና እወ እምበኣር ሰሚዕካ ከለኻ ኢኻ ከም በዓል ጽቡቕ ግብሪ ስኽ ዝበልካ። እንተኾንካ ምስ ኣቦኻ ዘይትላዘብ። ኣነ እዛ ቆልዓ ክትብደል ኣይደልያን እየ እብለካ ኣለኹ። ንዐ እስኪ ጸጋ ኪድ እሞ ውሻጠ እተው ኪድ ውሻጠ እተው እስኪ ስምዕኒ ኣደይ ኣነ ንመለይ ረኺበያ ነይረ ሃየ ደሓን ዲኺ ጥዕናኺ እንተልክዋ ክንዲ ገለ እምኒ ሒዛ እንኳዕ ኣይፈገእትኒ እንኳዕ ኣየንትዐትኒ እወ እንታይ ማለትካ እዩ ካብ መን ከም ዝጠነሰት ኣነ ርግፀኛ ኣይኮንኩ ጓል ሰመረ ደው ዋ ንመለይ ዓምጨያ
እቲ ትገብርዎ ግበሩ ውድየልካና ኢለኩም እውን እሞ ንመን ደኣ ክትዕድላ ደሊኻ ሳላ ጸጋይ ወዲ ሓወቦይ ድላየ ይረኺበ እየ ንየሴፍ ከዓ ከብዲ ቁሪፀዮ ኣለኹ ድየልካና ኣትደ ግደፍኒ እስከ ግደፍኒ በጃኺ ግደፍኒ እንታይ ግደፍኒ ደኣ እስኻ ዲኻ ሓሲምካ ከም ጉር ዘርእዝኻ ተድንን ሕጂ ከዓ ኣጥዒኻ ነቦኻ ንገሮም መስጣ ከይወርደና ክነመርዖካ ኢና ኣይሙርዖን እየ ኣነ ዝወረደ ድኣ ትውረድ እምበር ኣነ ኣይምርዖን እየ። እንታይ ከርጭካ ኣዋልድ ኣለዋኒ መስጣ እዛ ቆልዓ ክወርደኒ ይደልን እየ ይብለካ ኣለኹ። መእለይ ርግምቲ እያ ንዓይ ትኸውን ሰብ ኣይኮነትን እወ ኣነ ቆሪፀ እየ። ዝወረደ በደል ከ ኣብ ጥምጥም በረኻ ደይኮንካ ንሕጋ ወሲድካላ እ? ክልተ ጎበዝ ከመዛብእ ጉብጥ ደይኮንኩም ኣቢልኩማ ሃየ ኣንቲ ደይ መእለይ ንዓይ ትኸውን ሰብ ኣይኮነትን ኣይሰምዕን እንዲኺ ዘለኺ በለቦኻ ከምኣ በሎ ሓው ልሒሶም ኣለዉ ድከትካ ክስትዩ ከ ሃይ ወይ ናይ ፈለማ ጌጋኻ ከእኽለናሲ ከላይ ነጊረኪ ኣለኹ ነቦይ እውን እዛ ዘረባ እዚኣ ክደግመሉ እየ። እሞ ብሓደ ኣፊቶ ኣቦኻ ድኣ ጸለሉ ጨርቆም ይደርብዩ ናይ ዮሴፍ ከይኣኽሎምሲ ናትካ ከኣ ኣካበትኪ። መለይ ንዓይ ትኸውን ሰብ ኣይኮነትን ከም ኣዲኣ ርግምቲ ኣብ ደቂ ኣለኹ ኣይሰምዕን ዲኺ ዘለኺ ደይ ኣነ ከኣ መለይ ንዓይ ትኸውን ሰብ ኣይኮነትን ኦሮማይ ኣነ ከይደ ኣለኹ ወይ ደቂ እንታይ ዝገበርኩ ሰብ እያ ኣንታ እንታይ ትገብሮ ወረ እንታይ ይብሎም እዞም ሰብኣይ ኣትደይ ዝመት ሓደ ዝተጸሊሉ ግዲ እዩ መለይ መለይ ክብል ሓሰር ሰፊሩሲ በሊ ጸጋይ መጺኡ ዶ ንሓውካ መዓደበልዩ መዓስ መጺኡ ርግጽ ኣቢለየ ሓሊፈ እምበር ኣብቲ ቅርዓት ተሸፊኑ ሓልፍ ዳር እዩ እንዴ ንዕታላይ ዘቆይ ሃይ ነጸላይ ኣምጽለይ ነጸላይ ኣምጽለይ ከንቲ መኸርክቦ ወይለከ ወይለ
ባዕለ ቦይ እኮ ኣብዚኣ ኮፍ ኢሎም እዮም ዝዕሉ እዚ ዓወይ ኣብዚኣ እዚኣ ዋእ ኣንታ የሴፍ ሓወይ እንታይ ኣኻ ከም ቀደምካ መለይ መለይ ዘይትብል ዘለኻ ዋእ ሓፍትኻ ምስ ኮነት ገዲፍካዮ ዲኻ ያ ሚሊ ኣነ ንመለይ ይፈቱ ነይረ እሳ ንዓይ ትፈቱ ነይራ ኦኬ ምሳይ ንሳ ክትምርዖ ትደሊ ነይራ
ዋይ እዚ ኩሉ ኩላኣኽ ተዋሪደሲ ንብላሽ ያ ሚሉ እስኺ ንዓይ ትፈትዊ ሓፍተይ ኢኺ ኦኬ ኩሉ ግዜ ኣነ ክሕጎስ ትደሊ ነይርኪ ወላ ሕጂ ወላ ወዲ ያኸሰተ ኹን ደኣ እምበር ካብዛ ጥቕኻ ከይፍለኒ ኣነ ድማ ንዓይ ጓልኩም ግበሩኒ እዩ ክብሎም ኦኬ ኣ ሽዑ ኣብ እንዳ ያኸሰተ ኮይንኪ ኩሉ ግዜ ስቕ ኢልኪ ማሰ ማሰ ትብሊ ደሊኺ ሕጂ ጓል ሃንስ ጊላይ ጻዕዳ ብዕራይ ምባል የለን ከምኡ ይተርፍ እወ
ሚለና ጓል ከሰተ ሸዊት ዕፉን ዝሸወተ ጻዕዳ ስርናይ ዝበርከተ ኣብቲ ኤስኤፍ ዝተዘንተ ኣብቲ ጓል ኣድሓነት ተተተተተተተ። ሚሉ ኣነ ኩሉ ደስ ኣይበለኒ ኦኬ ኣነ ወዲ ሃንስ እየ ኦኬ ልበይ ኩሉ ግዜ ከምኡ ይብል ኣሎ እንታይ እሞ ክንገብር እም? ዘይሓሰብካዮ ርኸብ ኣብ መርገም ምርቓ ኢሎሞ ወለዲ እም? ሕጂ መለይ እንተረኺብካያ መለይ ሓብተይ ኢልካ ስዕም ተብላ ናይ ሚሉ ቀደም ታይ ኢላ ኣነ ይፈትወኪ ይምርዓወኪ ኢለያ ነይረ ሕጂ ሓውኺ ኮይነ ሓፍተይ ኮንኪ ይብላ ን ፅቡቅ ኣይኮነን ስቅ ኢለ በቃ ሰላም ይብላ። ዋይ ኣንታ ንሳ ውን ክትሓፍረካ እያ ትኸውን ዋእ የሴፍ የሴፍ ክትብል ኣዋሪዳትኒ ዝነበረት እውይ መፅያ መፅያ
መዓልኩም እኔና ዋእ ብዓብይ ደኣ ጀምሪ የሴፍ ሓወይ ደኣ በልዮ። ያ ያ
ኩሉ ሓደ እዩ ሚሊ መለይ ንሕና ንዓኺ ንርእየኪ መጺእና፣ ሽዑ ገዛ ስኢንናኪ መጺእና ኣብዚ ኮፍ ኢልና። እወ፣ ኣነ ኸኣ የሴፍ ወዲ ከሰተ እንዳበልኩ ማስተ ኢለ ኣለኹ። ዋእ!
ሚለና እንታይ ደኣ ኰንኪ? ደሓን ዲኺ? ያ! ያ!
መለይ ከምኡ ኰይኑ። ኣነ መርዓ ደልየ ነይረ፣ ደሓር እንታይ ኰይነ? ንዓኺ ሓውኺ ኰይነ። በቃ ሕጂ ንዓኺ ይርኢ መጺኤ ብድሕሪኡ ናብ ኣደይ ክኸይድ ደለ ኣለኹ። ዋእ መርዓኣ ከይረኣኻ ኣሕጂ እንዳ ክትምርዖ። ሚለና እንታይ ማለትኪ እዩ ደሓን ዲኺ ሎማዓንቲ? ያ መለይ እ ንዓኺ መድሃኔ በረኻ ወሲድኪ ኔሩ መጺኺ ሕጂ ኩሉ የለን ተሪፉ ኦኬ ሕጂ እንታይ ኣሎ እ በቃ ንዓኺ እንታይ ይገብሩ ኣየሃንስ እ ሚለን ሓብተይ ኣብ መርዓኺ ማሰ ይብሉልኪ ዳስ ኢት
ዋእ ኣንቲ መለይ ንዓኺ ደሊና እኳ ኢና መጺና። እንታይ ዳኣ ጥዑይ ትዛረቡ ኣለኹም ዲኹም? ያ ያ መለይ
ሶሪ ሚሊ ንእሽተይ ኮይና ከምኡ ኢላ በቃ ቴደ
ሓፍተይ ካብዛ በረኻ በፂሓ ትመፅእ ስጃጃ ጠንሻ ኢኻ ኣስባር ዘሎ ዋት ኣነ እንታይ ፈሊጠ ሚሊ እስኺ ኩሉ ግዜ ናይ ዓበይቲ ትዛረቢ ትዛረቢ ሕጂ በቃ ኣነ ክኸይድ ደለይ ኣለኹ በቃ መለይ ኣደንግፃትኒ ንዓይ

ኣይ ነቲ ወዲ ሓሙተይ ጸጋይ እንድየ መጺኡ ኣሎ ኢሎሙኒ እሞ ደምበ ከይከዶ ከሎ ከርክቦ ኢለ። ወይ ዝፈከር ንሱ እዩ ሹት ኢሉ ኣብ መዓት መለ እትዎ ዘሎ። ወይለኪ ሕማቅ ኣመል እስኪ ከ ከም ናይ ኣዴኪ ዋዒ ጀሚሩኪ ድዩ እም እንታይ እዩ እም ደኣ። እወ ሓቅኺ እዛ ጓለይ ቆልዑ በዲሎም ኣብሾም። ዋእ ሕጂ ደኣ መርዕዎ ዋእ እምበር እኳ ናብራ እንተ ክኢልዎ እዩ እ ፍቀዶ ጓይላ እንዳከርካ ዶ ሓዳር ኣላ ኮይና እያ። እዋ

እንታይ ኮንኪ ደኣ እሞ እዛ ጓለይ ናብቲ ሓዳርኪ ደይትምለሲ ዶስ ንፍዕቲ መኻሪት ኢኺ ስኢንኪ ዋ ኣለዋ ዋ ክጻወታኸ ጉዳሜ ኮቦሮ ተሒዘን ንእለታ እያ እታ ደርፊ ትወጸለን ኣቤት መዓት እተን ኣዴኺ ከለዋ ዶ እንታይ ኮይነን ደኣን ንገዛና ደይተቐልቀላ መለይ ተበዲላ ኣደይ እንዳ ከሰተ ኣርሚምዋ ዘሎ ኣይ ወ ኣይ ኣንቲ ቆልዓ

ኣንታ እዛ ቆልዓ ድቂ ቋጺራ ኣላ መስለኒ። እንታይ ደኣ ዘይንሱ ደኣ እንታይ የጓየኒ ኣሎ። በሉ ሃየ ንኸስተ ተጸውዓዮ እሞ ኩሉ ገዲፍኩም ናብ ቀደምኩም ተመለሱ። ኣድሓነት ሓይላትኒ ኣያ ገዛኢ ሓቃ እንታይ ዶ ጽቡቕ ረኺባ ወረ ጓለያ ሂበኒ ከይትብለና ዋ ጠንሻ እንዳበለት ኣትውዕሎን እባ ደሓን በቲ ኮይኑ በቲ ንኸሰተ ተዳሃየ እሞ ናይ ሰብኡት ክንውድእ ከሰተ ርእሱ ይትቃዓዮ እምበር ከምዛ ናይ ዝተፍተፍነነ ብዕራይ እዚያ እዚያ ከምዚኣ ድንን ድንን ኢሉ ገዛ ዝኣቱ ዘሎ ዕረ ገዝኻ ዘይኣተ ኣድሓነት ሕማቕ ርክብኪ ዘይበለትኒ ኢላ ንርግቢ ኣብዛ ርእሳ እያ ተሰኪማታ ዘላ ገዛ ከይዳታ ነይራ እንዲያ ኪድ ኢላ ሰጒጓታ እምበር ኣድሓነት እንተምፅኣኩ ሓያል ሓያል ሓያል ኣያ ገዛኣይ ኣብ ጡፉ ኣይትዛረብ ክፉእ ይኮይንና ዘሎ ደሓን በል እቲ ኮይኑ በቲ ኣብዛ ናይ ዮሴፍ መርዓ ምስ ናይ ዮሴፍ ሕውስ ኣቢልና ተሓጎስ ሓጎስ ንውስኸሉ በል ሕራይ እሞ ኣነ ገዛ ክኸይድ ንኸሰተ ከዓ ክደሃዮ ለኪምናካ ደሓን ደሓን እንታይ እሞ ክግበር በቲ ናይ ቤተሰብ ኮይዱ በቲ ከዓ ዓብ ዓዲ ኮይኑ ስምና እወ ወለከ ወረ ኣነስ ኣብቲ ጉዳይ ርኢ ከለካ ኣብቲ ውራይ ማሰ ክትብትቦ ተዳልየ ነይረ ባዕልካ ነብስካ ትብል ህናይ ዳ ወይለ ከሰተ ከሰተ ርጉም ግኒ ቆልዓ ሕዲጉ ቆልዓ ሂብኒ ክብሎ ኣብኣ ከኣ ትረክባ ዓሰርተ ሸሞንተ ዓመት ጸገም ተሸኪሙ ከኣ ትበሃል ግዲ ወ እንታይ ሞ ክንገብር ኢና እንታይ እያ ገዛ ኣንታ ወሪድና ዘሎ ጸገም ዶ ዋይ ሓቅኻ

ሓውካ ከ ረኺብካዮ ዶ ኔርካ? መድሃኔ ዶ?
ረኺበዮ። ክንደይ እኳ ትጽውት ኣቢልና። በል ስማዕ ዝወደይ፣ ከምታ ሓሊኻሉ በረኻ ዝወሰድካዮ ንመለይ ኣይምርዓዋን እየ እዩ ዝብል ዘሎ ሃየ መዓዶ። እንታይ ኮይነ ኢሉ?
መለይ መለይ ኢሉ ብዘይ ጸገምና ምስ ኣእተወናሲ ሕጂ ምርዓዋን እየ ኢልካ ዘረባ ኣሎ? ብልሓቱ ይፈለጥናዮ።
ንኸሰተ ጓልኩም ሃቡና ክንብል ተበልና ዕጭ ሓንፊፉ።
ቁሩብ ከ እንታይ ኮይነ ብል?
መለይ ሓያል እያ ንዓይ ትኸውን ኣይኮነትን እያ ደላታ መውፅኢት ኣፉ ሓያልሲ ሓያል እንድያ ናይ ኣዲኣ ወሲዳ እሞ ደንበ ከይከድኩ እንታይ ትፀገምካ ኢለ ክሓቶ እወ ሕተቶ ደኣ ዝወደይ በረኻ ዝወሰድኩማ ቆልዓ ሓዲግ ከይትተርፍ ኣነ ከዓ ዋልድ ወሊደ ኣለኹ መስጣ ይፅብቕን ይብለካ ኣሎ ሕራይ ሰይቲ ሓወቦይ መለይ መለይ እናበለ ብዘይ ፀገመ የእቲንስ ምስ ረኸበ ዓጭ ክሕንፍፍ ኣንታ ከማይ ተዝብል ከ መለይ ሓያልያ ዶ ኣይደለኽዎ እንደ ኢልካ ዘረባ ሳለዩ ዋ እንታይ ዘረብ እዩ እዚ እሞ በለ ቅድሚ ደንበ ምኻደይሲ ረኸብ ከብሎም እንታይ ትጸገም ኢለ ክሓቶ ወይ ኣዘራርቦ ዳኣ ዝወደይ ጸጋይ ወድያ ጀናየ ነዚ ቆልዓ ሹክ ኢልዎ ኢኻ ትበሃል ዘለኻ ስማዕ ሓጢኣት ኣይጽቡቕን እዩ መርገም ክኾነንኻ ኣይደልን እዩ መዓዶ ነዚኣ ክብለካ ኢለ ሕራ ሕራይ ደሓን ሕራይ ዝወደይ መገዲ ሰላም ይበለልካ ወይ ጉድ

ምእዛና ከሎ ዕምር ዝበለይ መዓር ዶ መሲልኪ ኾሮመለይ ኣሃየ ላላ
እዛና ምን እምር ዝበለይ ኩር ዶ መሲልኪ ኹርብለይ ወዲ ሓወይ እምበኣር ናብያ እንዳሓሰርካስ ተመሊስካ እሞ ከምታ ትፈትዋ ጣይታ ድቁስ ገረ እምበር ከምፃልካ ዋ ኣቲ ዳይ ከምኡ ዳበሃሊ ኣንትና ደይ ፅራ እዛ ቆልዓ ደ ድሕሪ ክናወሰድክና ኣሲ ክትልክማ ሓዳራ ክትገብር ደይትገድፋ ይሂ ኣብ ሕቑፎይ ከዘየማሙኻ ኣይ እሞ ንሄለት ዓዲ ከኣ እ ሓዳራ ከይትገብር ክትዓየላ ኣብ ገዛኣ ኮፍ ኣቢላ ታይ ኢላ ትሓምየክን ኣላ በየን ደኣ ምስ ጸንሓክን ኢክን ደሃየ ሴፍ ክገብር ኢለ እንዴ ኣዴኻ ከኣ ምስ ደቃ ኮይና ሶጊጋትኒ ዋ መን እያ እታ መለይ ድያ ኣይ ኣይ ሕጅስ ናይ መን ክንየ እስከ ክምልስ ኣደይ ጽርሃ እስከ ንማዕተብክን እስከ ናይ መን ክንየ እስከ ሕጂ ኣነ ክምልስ ሰበነ ጓለይ ብዛዕባ ድዩ ኢና ንዛረብ ዘለና ዋ ኣደይ ርግበ እንተ ኮይነ እንዴ የሴፍና በዲ ተመሊሱ ድዩ እዋይ እዋይ ኪዳ እስከ ኪዳ ዕረፋ ኪዳ ዕረፋ በጃኽ ደሓር ኣደይ ፅርሃ ክልቴኽን ብሓደ ይትኺዳ ኣደይ ፅርሃ ብተፈጥሮኽን ዓው ኢልክን ኢኽን ትዛረባ ሰበና ከዓ ዝገደደት ገርና እኳ ዓው ኢላ እያ ትዛረብ ዓዲ እኳ ፅሚምክና ስቕ እስከ በል ስቕ በል ስቕ በል ክሓተካ እስከ እንተ ኮይኑ ኢልካ ኢኻ ንታ መለይ ምርዖ ኣብይኻያ ሕደግ ብሰንካ እንዳ ሓሰር ሰፊርካ ከይኣኽለካ መሊስካ ምስ ወዲ ሓው ኣቦኻ ኮንካ ዘሪፍካ በረኻ ወሲድካ ምስ ዓመፅካያሲ ሕጂ ክትኣብያ ግደፍ ሃየ እንታ ኣለዎ ሃየ እንታ ኣለዎ ግደፍ ሓቃ ኣላ ኣደይ ኣሓት ኣለዋኻ ወ ጓል ዓርኩቦይ ከይበልካ ምስ ወዲ ሓወቦኻ ዓሚጅካያሲ ኤ ወዲ ሃንስከ ወዲ ሃንስ ኢልካ ይትፈክር ነታ ደዓመትካ ምስ ተመርዓኻ ሽዑ ከምኣ ኢልካ ትፍክር ኣነ ነድሓኒት ከይደ ግደፋ ትገብረ ዘለኽን ሃየንታ ኣለወ ኢለ ገዘን ከይደ መንገዲ ማይ ገይረየ ኣነ ረኺበያ እንዴ ንመለይ
የሴፍ ጽባሕ ንግሆ ናብ ኣዲኡ ስለ ዝምለስ ማይን ሑጻን መታርፍቲኦም ንመድሃኔ ሐራ ኢልኪ ንቡር ክፈትኒ ኢለ እየ ሕጂ ግዳ መፍተኽን ዲኽን ረኺብክን ኪድ ኣዳዕሪ ኪድ ኣንሕሰቑ ካባኽን ምኻድ ይሓይሽ ኣብቲ እንዳ ሓሰር ገዲፈልክን ኣሎ ዋ ኣብቲ በረኻ ደዳ ጋኒን ረኺብዎይ ኦይ እንድዒ ኣብዚ ዓዲ ኣሎ ጋኒንከ ሰናፍ ደልኪ ኢኺ ነቡ ፈቐዶ ጓይላ ለለ ዘብሎ ዘሎ እኳ ጋኒን ናይ ስድርኦም እዩ

እንታይ ገራትካ ሕጂ ተረንገረኒ ዋይ ድሓን ኣደይ ጽራ ብደንጎላ ገይረን ሃሪመናኒ መድሃኔ በትሪ ገይሩ ወቂኒ ሕጂ ከኣ ንስኺ ኣነ እኮ ሓንሳብ ጥራይ ወቂዐ ኣታ ሓንሳብ ከመን ወቃያ ኢልካ ተለላ ምሳን ኣደ ኣጻወት ተለላ ምሳን ዳ ጽራ ጻውሲ እንታይ ሓቢጥካ ንዓኻ እንታይ ክሓብጥ እንዳ ትንክፋ ቢልያስ እስኺ ከኣ ድርዕኒ ድሓን ዋይ ኣታ እንታይ ኻ ድሓን ክትብስኻ እንታይ ኻ ክትገብር እስኪ እንታይ ኻ ክትገብር ሕጂ ትትንክፋኒ ኸይ ትንክፋኒ ኻ ተረንገረኒ መንሳተተናኸያትንኸ ኳልሃንስ ጊላይዶ ኣበይ ክትረኽበካ

ኣቲ ቆልዓ እንታይ ኢኺ ደገደገ ትብሊ ዘለኺ ደሓን ዲኺ ዓቕለይና ፀበበኒ ንፋስ ክረም እየ ብዛኣፋፊ ትወፅእ ዘይነብስኺ ሒዝኪ ትውፅኢ ኣራግፅ ፅቡቕ ኣይኮነን ኣትደ እነግረኪ ኣለኹ

ዝጥረሽ ዘረባ ተለኩም ሕጂ ወድእዎ ኣነ ክሳገለለይ ናብ ሓትነይ ክከይድ እየ። እንታይ ኣርግጭ ክትከዲ እኮ እየ ዝብለኪ ዘለኩ። ዋእ እንታይ ኣሎ ድዩ ዝተረፈ ናይ የሴፍ እንተኮነ። ኣነ ድሓነ ዶ።
ኣደይ ግደፊ ዓቅላ ይጸበኒ ኣሎ ኣይክትረክብንን ኢኪ። እዚ ደኣ ካብ ፈለማ ጉድኪ ከይተፈልጠ እንድዩ ክበሃል ኔርዎ ክትውዕልዮ ኔርኪ ቀቢጭናኪ ምሃለና። በሊ ደሓን ደሓን ጌና ክትጉህዪ ኢኪ።

ዋእ ኣንታ ያ ገዛኢ ናይ መለይ መዓልቲ ንቁረጽ እሞ ንየሴፍ ከኣ ሽዑ ገዛ ከነእትዎ ምስ ስድራ ክላለ። ጽቡቅ ጽቡቅ ኣነስ ከ እንታይ ትብል። ዝብሎ የብለይን ብሩኽ መዓልቲ ኣውዕለና። እንተኾነ ከ ሰተን ኣድሓነት ይእምና እምበር ኣነ ናይ ርግበይ ጠሪሸ እየ ተላዚብና ኢና። በሉ ጽባሕ ሰንበት በኣል እዝግሄር እንድዩ እወ ንሰንበት ይኹን በልና ንድሓነት ከኣ ድቋ ዶቅዱቅ በላ። ዋይ
ኣንታ ያ ገዛይ ኣድሓነት ደኣ እም፣ ዱላ ሒዛ እባ ከይትጽበየና። ዱላ ጌራ እንተ ደከረት እሞ ደይ ንዓኻ ኣድክረካ። እምበራ ያ ገዛእ ደኣ እንታይ ኣቢሹ? ተውሳኺተ ምድካር ተኾይኑ ንስኻትኩም ምስ ትዝከሩ ኣነ ደኣ ምሳይ ውዒለ። በሉ ኣነ ክኸይድ እሞ እወ። ምስ የሴፍን መድሃኔን ክመክር።

መድሃኔ ሓወይ ደኣ ብዛዕባ ሕጸ ጥራይ እዩ ዝሓስብ ዘሎ። ከም ኮይንኪ ናይ ዓበይቲ ጥራይ ክትሓስቢ። ዋይ ኣነስ እምበር ጽቡቅ ነሕዋተይ እየ ዝሓስብ። ያህ ሚሊ ንስኺ ናትና ጽቡቅ ትሓስቢ ንስኺ ከኣ ናትና ጽቡቅ ትሓስቢ። ደኣ ሓደሓደ ኣቦኹም እሞ ምጻ።
ኣደይ ኣነ ኣብታ ሕጸ መድሃኔ ሓወይ ክኸይድ እንድየ ምስ በዓል ኣቦይ ናይ ኩሉ ጌረ ድማ ማስ ክብለሎም እየ። እዛ ጋማ ረኣኽዋ ብዓይነይ እዛ ዳስ ረኣኽዋ ብዓይነይ ክንደይ ግዜ ደኣ ሎም መለይ መለይ እንዳሓሰርኳ ገዲፍዋ መድሓኒ ሓወይ ኣይትሓዙኒ ክዘልል እየ ክንብተይ ወይለይ ኣቦይ መን ደኣ ኣብልኩ ስኽከ ምስ ዓበይትስ ናሕፀን መርዓን ክትከዲ ዋእ ኣቲ እንታይ ኩሉ ዘረባኻ ህልኽ ዋእ ግደፍ እባ ግደፊ ባህጊ ኢደ ዛረብ ኣደሎ እምበር ዛሕንጫል ቆልዓስ ምስ ዓበይቱ ክትወፍር ያ ትወፍር እንታይ ጸገም ኣሎ እ እዚኣ ኩሉ ትኽእል እያ ኦኬ ትዛረብ እ ማሰ ኢላ ተስሕቆም እ እዚኣ ልዕሊ ኣቦይ ገዛ ዘረባ ትኽእል ሃይ ህ ኣቦይ ገዛ ዋዛ መሲልኩም እዩ ዋ እምበርከ እዛ ቆልዓሲ እንዳ ሕጸን መርዓን ምስኦም ክትወፍር ምዃና ሻዲንኩማ ኣሊኹም ኣቦይ እንተኾነ መን ከም ሚለና ጓለይ ሽመይ ተኪኣቶ ክብሉ ዕላሎ